ነቒሔ ክጭድዕ! ነቒሔ ክጭድዕ! ብረቤኑ እሱ እዩ ነዚኣ ክገብር እንዲ መጺ ከይትግረም ርእየካ ከማን ኣይፈልጥን ወረይ ርእየካ ነይ ደለኹ ሕጂ እዋ
ሓጢኣትኪ በዚሑ ሓጢኣት ንዘብዝሑ ከኣ መላእኽቲ ኣይረኣይዎምን እንድዮም። መን እዩ ንሱ

ሕራይ መብርያት ብካልእ ወገን ውን ኣብቲ ናይ ከረርቲ ደቂ ኣንስትዮ ሃባልይ ድራርም ኣሳልጥዮ ንጸመወ ነቂ ወልይ ደርሆ ዝብላ ናይ ከረርቲ ብሓባር ምስ ደቂ ኣንስትዮ ዝደረፍክዮ ወይ ዝሓደምክዮ ህርመት ዘለዎ ደርፍታት ኣለዋኺ ጭልፍ ጭልፍ ኣቢልኪ እንተተስምዕና ተን ደርፍታት ጽቡቅ እዩ።

ኮቦሮ ብሙሉኡ ኣነ ወቂዐዮ ሓንቲ ከምዚ ዘመናዊ ህርሚት ዘለዋ ሓደ ደሮም እኳ ዝወቅዕ እንድዩ ወቂዕልና ማለት እዩ ከምዚ ገይርና እቲ ተቀበልቲ ፍዮሪ ክፍላይ ወድ ሓለፋ ኣነ ናብ ክልቲኡሲ ንሕና እንኮላይ ከም ተቀበልቲ እንኮላይ ንከውን ምላስ እናተመላላእኩም እወ እናተመላላእና ጣቅዒት ናይ ኢድዩ ኮቦሮ ናይ ኢድዩ ድራም ማሽን ዝበሃል የለን ብሙሉኣ ካብ ኢድ ትረግፍ ብያታ እያ ትሰርሕ የብላን ድራም ማሽን ዝበሃል ንመሐለዊ ግዜ መጀመርታ እቲ ናይ ዕድራ ማሽን ምስ ሰራሕና ደምሲስናዮ ጣቕዒት ናይ ኢዲ ኣትዩ ደሎ ኮቦሮ ላይት ናይ ኢዲ ኣትዩ ደሎ ኮቦሮ ባዕለይ ጌረዮ ጣቕዒት ብሃባካ ኢና ጌርናዮ ብኸምዚ ተሰሪሓ ንጸምወያ ትብል ኣርእስታ ተሃስየ ጽቡቕ ተቐባልነት ከኣ ኔርዋ ኣብቲ ግዜኣስ ዳሕራስ ናይ እሞ ኣብረስ ወናም ወቓዒት ኮቦሮ ኮኔርኪ ማለት ድዩ?

ክራር እንተዘይትህሉስ ውጻእ ከምትንገሶም ዝገልጻ ኣብ ጎይዝግስ ክራር ክትህሉ ዝገበረስ ዓለም ከይትጽመወና ምእንቲ ከተዘናግዓና እንዲ ድብል ምክንያቱ የርታና እንድሕር ደየለስ ኣብ ህልዋት ኣይኮናን

ብውሑድስ ዋላ እቲ ሽመን ክዝከር ኣለዎ ተባሂሉ ደርፊ ውን የብለንን ኣይረኸብናን እና በጀካ ናይ ብሻት ካብ ዘንድየ ኣለዋ ሕጂ ናይ ብሻት ረኺብና ኢና ኣሎ ካሴት ናይ በዓል ኣበባ ኣስፍሃ ኣሎ ናይ በዓል ስላስ ዝበዝሓ መዓልቲ ደርፊ ዝበሃል ኣይረኸብናን ስለዚ ኣለናክኒ ወረስናክኒ ሰዓብናክኒ መሰንቆኽን ሒዝናስያ ወረስናክኒ ኢለያ ትውድእታ ደርፊ ስለዚ ንዐኣን ንኽብርኽን እቲ እስኽን ኣብ ዘይቅቡል ግዜ ተቢዕኽን ፈንጢስክን ዝፈተንክንኦሲ ኣባና ቅቡል ኮይኑ ብሃገር ደረጃሲ ኣብ ምርኢት ንወጾ ኣለና ኣፍልብና ነፊሕና ሐሕማቅ እስኽን ኢኽን ሐሊፍክንኦ ንምምስጋን ንዐእን ዐይነት እዩ እቲ መስተር ስለዚ ደቂ ኣንስትዮ ክትስኣ ምእንቲ ንሕና ወጺና ኣለና ካልኦት ከኣ ከምኡ ክስዕባሞ ክስነድ ከኣ እቲ ታሪኽ እቲ

ስእሊ ውን ኣእቲና ኢና ናይ ተምቤንዋ ናይ ኣምበሰል ስእሊ ናይ ምዕራብ ናይ ሓንቲ ስእሊ ናይተን ዝረኸብናየን ሲ ኣብታ ፖስተርና ኣላ እታ ስእሊ ኣብታ ፖስተር ስእሊ ናተን ኢና ጌርና ኣብዘን ነፍሲ ወከፍ መቓነዪ ነፍሲ ወከፍ ናይ ቅድም ከራሪት ዋላ ጻሃይቱ ሃፍተን ደለዋ ኮላ ጻሃይቱ ኣምበሰል ኣበባ ኣስፋሃ ንሓንቲ ናይ ሕዳር እኳ ዝባርካ መጺኽና ኢና ጸባባት ውቃ ከኣ ናታ ኣብዘን መቃነይ ንዐኣን ጌርናየን እተን ስእሊ ኣነን ጓል ሓለፋን ከኣ ኣብዚኣ ኮይና ኣብታ ክራር እያ እታ ፖስተር ከምዚኣ እታ ፖስተር ተሰሪሓ ምስጋናን ክብርን ንጸሓየን መተን ኣብቲ ሕማቅ ግዜ ክንገብር ኢና ኢለን ነዚ ኣሰር እዚ ስለ ዝሃባናስ በዓል ኣነ ከኣ ንህለና ወጺና ንዛረበላ ኣለና ማለት እዩ ክብረት ሃበን ድሕሪኡ ውን በዓል ብጸሃይቱ ኣብ ህለና ኣለዋ ከይበል

ሕራይ ደኣን ብረት ምልስ እንዳበልና ደሓን እንዳጨለፍና ንተዓዘብትና ከነስምዖም ኢና ንቕፅል ኣለና ብሓፈሻ እስኪ ክሳብ እዚ ሕጂ እዋን ማለት እዩ ብምጥቕላል ክንደይ ዝበፅሑ ደርፍታት ኣለዎ ወይ ኣፍሪኺ ኣሎ? ሕጂ ዝተሰነደን ዘይተሰነደን ሲ ናብ ሰለስተ ሚእቲ ገፁ በፂሑ። ምክንያቱ ኣብ ሜዳ ብፍላይ ኣብ ነፍሲ ወከፍ ዝግበር ኩናት ሲ ሓንቲ ሓዳሽ ደርፊ ክትዳሎ ኣለዋ ወይ ኣብ ነፍሲ ወከፍ ዝኸድካዮ ሓዱሽ ቦታ ነታ ቦታ ትገልፅ ነቶም ሰራዊት ኣብኡ ዘለዉ ዝገልፅ መጓሳጎሲ ህዝቢ ተኾይኑ ነቲ ህዝቢ ዝመስል ነቲ ዝገብሮ ዘሎ ባይቶ ድዩ ዝገብር ዘሎ ምርጫ ናይ ደቂ ኣንስትዮ ድዩ ናይ ሓረስቶት ድዩ ዝገብር ዘሎ መለ ከምኡ ኢኻ ትግበር ነይሩ ማለት እዩ ስለዚ ብካሴት ክልተ ሙሉኣት ካሴት ናይ በይነይ ሳልሰይቲ እዛ ናይ ከረርቲ ሸውዓተ ደርፊ ናተዩ ብሲንግል ዝተገብረ ብዙሕ እዩ ብዋጣ ቁሩብ ናይ ዋጣ ወንሓደ ሽዱሽተ ሓሙሽተ ደርፊ ዝኸውን ተገይሩላ እዩ

ከብሒ ታሪክ ስለ ዝኮነ ከብሒ ባህልን ታሪክን ስለ ዝኮነ እዚ ዝና እዩ ኣብረት ሕራይ ካብቶም ትብልዮም ዘለኺ እያ ማለት ናይቲ ደርፍታትኪ ኣዝዮም ብዙሓት እዮም ብመልክዕ ቪድዮ ዝዳለኽዮም ደርፍታትኪ በዓል መን ይኾኑ እስኪ ገለ ብቪድዮ ሕጂ
ካብዛ ናይ ጭራወጣ ድበልኩኻ ቃሕታና ትብል ዜማን ግጥምን ናቱ እዩ ምስ ኣበራ በየነ ንጭራ ባዕሉ እዩ ሃሪሙ ምኽንያቱ ኣነ ንበራ ክሃርሞ ድልዮ እዩ እኒሀ ከምታ ክእለቱ እሱ ታይ ጭራ እሱ ወቂዑ ኣነ ኮቦሮን ክራርን ገይረ ትደርፍ ዜማን ግጥምን ናተይ እዩ ብሓንሳእ ኮይና ዝደረፍናያ ብክሊፕ ሰሪሐያ ማለት እዩ ካልኣይቲ ኣውደኣመት ትብል ክልቴና ኮይና ምስኡ ዝገበርናያ ኣብ ኣወ ጭራ ንሱ'ዩ ተጻዊትዋ። ካልእ ሸዊት ለምለም ትብል ባዕለይ ጭራን ክራርን ኮቦሮን ድምጽን ኩሉ ባዕለይ ዝገበርኩዋ። ሰበይ ትብል ክራርን ጭራን ኮቦሮን ግጥምን ባዕለይ ዝገበርኩዋ። ዕዝር ትብል እዚ ዘመናዊ ደርፊ ማለት እዩ ጓይላ ኮይኑ ሲ ካብቲ ክራር ወፃኢ ኩሉ መሳርሒ ዘለዎ ሳክስፎን ኦርጋን ጊታር ዘለዎ ዕዝር ጥዑም ስቃይ ትብል ኣላ ናይ ከባቢ ዓሰርተ ዝኸውን ከባቢ ዓሰርተስ በፂሖም ዝበፅሑ እቲ ባዕለይ ብ- ብባጀተይ ዝገበርክዎ ማለት እዩ ጀካ እቲ ኣብ ቲቪ ኤረ ኢንተርቪው ክገብር እወ። ክገብር ከለዎ ተሳኢሉ ዝረአ ሲ እቲ ብክሊፕ ደረጃ ባዕለይ ዝገበርክዎስ ከባቢ ኣብኡ በፂሑ
ብደርፍታት ናብ መልክዕ ተንቀሳቃሲ ስእሊ ማለት ቪድዮ ክሊፕ ክሰርሕ እንታይ ብድሆታት እዩ ዘለዎ? ማለት ኣዝዮም ጥዑማት ደርፍታት እዮም ዘለዎ ብፍላይ እቶም ያታ ውሕልመት ዘለዎም ጣዕመ ዜማታትኪ ተመነውቲ ይኮኑን ሕብረተሰብና ብጣዕሚ እዩ ዝደልዮ ንስኺ ግን ብዙሕ በዓል ልኩም ብራዛ ዘን ዝበልናየን ጎሰን ምሳኽ ብሓባር ኮይንኩም ዝሰራሕኹመን ተዘይኮይነን እዘን ጠቐስክለን ምስ ዕሉል ሃራሚ ጭራዋጣ ድምጻዊ ኣበራ በየነ ኮይንኪ ዝሰራሕኽየን በዓል ሸዊት ለምለም ዝብላ ብዙሕ የብልክን እንታይ ብድሆታት ስለ ዘጋጥመኩም ብዙሕ እዚ ናብ ቪድዮ ክሊፕሲ ኣብዚ ሕጂ እዋን ይሓይሽ ከማን ኣብዞም ንኣሽቱ ድምጻውያንና እቲ ጽቡቕ ክኸይድ ኣሎ እምበር ብዙሕ ኣይንርእየልኩምን ኢና ብፍላይ እቶም ገዳይም ድምጻውያንና እንታይ እቲ ጸገም? ሕጂ እንታይ መስለካ ኣብ ንጡፍ ስራሕ እንድሕር ኣለኻ ንኹሉ ክትጎየሉ ትኽእል ኢኻ። ኣብቲ ንጡፍ ስራሕ ከሎ ከኣ ነውን ሽዕኡ ክራር እገብር ነይረ፣ ጭራዋጣ እውን ክፍትን ኣይለ ናብኣ ከይደ። ብርካብ እንተን ዘውጻኹወን ብኣኣሲ ሓያለይ ናብ ክሊፕ ቀይረየን እየ። ተታኺስኪ? ተታኺሰ። ሰላማዊ ተኹሲ። ሕጂ ድሕሪኡ ግን እንታይ ብምንታይ እዩ ዝሽየጥ? ሎሚ ናይ ፍላሽ ዘበን እንድዩ ኮይኑ እቲ ቴክኖሎጂ በቲ ሓደ የውጽዓካ በቲ ሓደ ይሕግዘካ እዩ። ድሕሪኡ እዚ ናይ ዩቱብ ነገር እዩ ኮይኑ እቲ ኣብቲ መጀመርታ እኳ ናይ ባጀት ፀገም እውን ክህሉ እንድዩ ኩሉ ነጊፈ እየ ገይረ ነቲ ቅድም ዝገበርክዎ ኣብ ድሕሪኡ ግን ተመስገን ደሓን ተቖኒነ ድየ ተለጊበ ኣምፅየ ኣይምሰኣንኩን ንዕኡ ዝምውል ግን ዳርጋ እቲ ስነ ጥበብ ገዲፈስ ናብ ኢደ ጥበብ ገፀይ ዝዓብለመ ማለት እዩ ስለዚ ብኡኡ እቲ ክሊፓት ብዙሕ ዘፋኣሉ ዘይፋኣልኩ ብኡ ምክንያት እየ ምናልባት ኣብ ዝቕፅል ድማ ገለ ክገብር ተስፋ ኣለኒ ግድን እምበርካ ግድን ገለ ሓደ ክልተ ትሕዝቶታት ሲ ከይከተብሊ ሲ ህዝቢ ክፅበየኪ እዩ እዚ ፍሉጥ ነገር እዩ ኣብረ ምስናይ ኣቕርየቱ ብድሓን ድሓን ሕጂ ኣብዚ ቅዱስ ኣጋጣሚ ትገልፅዮ ስለ ዘለኺ

ብኸመይ እየ ገሚትክያ ንዓኣኸ ማለትሰ ተዋጺእኽያ እኺ ዲእ ብኸመይ እኺ ለሚድክያ እቲ ዝነበረ ጉዳይታት ኣብታ ኣብ ምልምናድ ይኹን ካልእ ይኹን ሕጂኸ ከመይ ሒዝክያ ኣለኺ እስኪ እዚኣ ውን ቀንዲ እብ ብዛዕባ እዚኣ ከማን ንተዓዘብትና እዚኣ እንታይ መስለካ ጭራዋጣ ሓያል እንድያ እታ ዝጠዓመትን ዝመቀረትን እያ ኣብ ሓንቲ ገመድ ኮለል እንዳበልካ ኣጻብዕትኻ ኢኻ ትጻወታ ክራርሲ እታ ሓንቲ ተተዘርግት እታ ካልእ ጥዑያት ተለዋ ኣስታያ ኣብ ሓንቲ ገመድ ከምኡ ቀሊል ኣይኮነን ከመይ ጌሮም እዮም ንጉዞማ ክድነቁ ይግብኦም መጀመርታ ስለዚ ከምቲ እተን ኣዴታትና ኣብቲ ዘይፍቆዶ ግዜ ዘይቁቡል ዝነበረ ግዜ ንክራር እቲነን ኣዚኣ መበገሲ ዝኮናኒ ንዓይ ንባዕለይ ኣነ ብናተይ ክዛረብ እታ ጭራ ዋጣ ኣይረኣኩን ኣይሰማዕኩን ዝሓዘት ቅድሚ ሕጂ ቅድሚ ተኣን ሐዚ ቅድሚ ዓሰርተ ዓመት ማለት እዩ ስለዚ ኣነ ከኣ ከምዚ እዘን ቀዳሞት ኣዴታትና ንክራር ተጻጊመን ዝኣተወኣ ተጻጊመ ንእሽተይ ኣንፈት ዋላ እንድሕር ጌረስ ድሕረይ ክስዕበኣ ክኽእላ ተሓዚኣ ድማ ከይትተርፍ ምክንያቱ ሙዚቃሲ ናይ ሃገርና ካብ ኮነስ ንኩልና እዩ ንወድን ጓልን ክፍለ የብሉን ቀንዲ ዕላማ በስ እዘን ዘለዋ ድናሽ ደቂ ኣንስትዮ በቃ ክወርሶኦ ክወርሶ እወ

ፅቡቕ ክቡራት ተዓዘብትና ብቐደም በሉ ብቐደም ኮሬንቲ ዝኾነ ሓፊስ ድቋሙን ሳሮን ተስፋይ ኣፍሊሓትና ኣላ ሕጂ
እንታይ ከ ኣለኒ ምስኡ ቅዱስ ቀርኢ ኣለኒ ምትህልላኽ ኣለኒ ቅድሚ ጭራዋጣ ማሰ የፍትዩ። ወይኒ ማሰ ከኣ ትብሎ ኣላ። እወ ማሰ ከኣኒ ደቂ ኣንስትዮ ክገብራ ከኣ ይሰምዓኩ ግጥሚ ይገብራ ኔረን ኣብዚ ናይ ዞባ ማእከል ናይ ፌስቲቫል ገለ ገለ ሲ ግጥምታት ዝገብራ ብዙሓት ኣዴታት ኣለዋና ብማሰ ኢለን ዝገብራ ግን ሰሚዐን ርእየን ኣይፈልጥን ኢየ ክህልዋ ይክእላ ኢየን ከምዚ የለዋን ኣይነበራን ኣይኮነን ሕጂ ከወስደለይ ደለወ ሰብ ኣነ ግን ኣይረኣኩን ብቪድዮ ድዩ ብኦድዮ ድዩስ ኣይሰማዕኩን ኣይረኣኩን ስለዚ እቲኣ ማሰ ኣብ ዓስራይ ዓመት በዓል ናጽነት ማሰጊር መብጻዕቲ ማለት እዩ ኣንጎሶም ኢሳቅ ኣብተን ናይ ክረር ትደሊ ኣሳ ሕጂ ኣንጎሶም ኢሳቅ እታ ግጥሚ ጌርዋ ዜማ ካብ ንዓይ ናይ በዓል በየነ ፍረ ገለ ኣምጼ መቸም እቲ ናይ ኣወዳት ከም ደለዎ ክገብሮ ይጽዕም ኢኻ ምክንያቱ እቲ ባህሪኡ በበይኑ ድምጽና ንዓይ ከም ዝጥዕመኒ ጌረ ጌርዮ ስለምንታይ መበገሲ ስለ ደይሰማዕኩ ናይ ካልኦት ደቂ ኣንስትዮ ነቲ ናይ ደቂ ተባዕትዮስ ንዓይ ከም ዝጥዕመኒ ገይረ እታ ማሰ ብክራር ገይረ ኣብ ዓሰርተ ዓመት በዓል ናጽነት ወጺኤ በዚኣ ማለት እዩ ድሕሪኡ ብጭራ ውን ንእሽተይ ገይረ ኣለኹ ካልኣይቲ ብክራር ውን ሰጊሰላ ኣለኹ ስለዚ እዚኣ ሓንቲ ገይረ ድሕሪኣ እዛ ጭራ ዋጣ ከኣ ካልኣይቲ ካብቲ ሕዛእቲ ናይ ደቂ ተባዕትዮ ዶ ኮነሲ ንደቂ ኣንስትዮ ከኣ ሓንቲ ኣታትዋ ክትጅምር ኣለካ እኮ ስነጥበባዊ መራሒ እዩ ነቲ ሕብረተሰብ። ዋና ዛንታ።
እወ ስለዚ ትጅምሮ እስኻ እሞ ዝምልእዎ ከኣ ካልኦት ክኾኑ እዮም እንተለፋዕካ እስኻ ተብጻሕካዮ ጽቡቕ ኣየብጻሕካዮን ከኣ መበገሲ ትህቦ እዚኦ ካልኦት ይስዕቡኻ እዮም ስለዚ እታ ጭራዋጣ ምስ ገበርኩ ድሕሪ ገለ ዓመታት ብስራት ኣርበይ ውን ጀሚራታ ኣላ ተስፋ ገጥር ከኣ ሳሕ ከማዕድልኪ እዩ። ድሓን ክንመለሰ ኢና ናብኡ። ሕራይ ሕብረት እቲ። ኩነታትኪ ማለት ሲ እቲ ብደቂ ተባዕትዮ ክትስውርናዮ ናቶም ሕዛእቲ ኣሻን ኮይኑ ዝጸንሐ ሲ ተሳዒሩ ኣሎ እዚ ማሰ ክትብልዮ ዝጸናሕኪ ውን ናይ መብዛሕትኡ እዋን ብደቂ ተባዕትዮና እቶም ከቢላ ተባሃሊ ባህርቲን ከምኡ ውን ማሰን መድቀሲ ትብልዎም ዝነበርኩ ኢላታት መብዛሕትኦም ደቂ ተባዕትዮ እዮም። እተን ማሰኛታት ምናልባት ደቂ ኣንስትዮ ክነብራ ይኽእላ፣ ኣዝየን በጻብዕቲ ዝቑጸራ ገለ ብዓዲ ክስታይ ነይራ፣ ኣብ ከምዚ ነይራ ገለ ይበሃል። ሕጂ ብዙሕ ኣይኮነን። እስኪ እንድሕር ማሰ ትብሊ እንተኾይንኪ ወይ ኢልኪ እንተኔርኪ መዓስ ኢኺ ማሰ ኢልኪ፣ ኣብ ከመይ ኣጋጣሚ፣ እስኪ ትዝክርያ እንተኾይንኪ ብዛዕባ እዚኣ ከኣ ከነዕልል።

ምስ ሓለፈ ዘይትሓትት ምዃና ባዕላ ጽልምት ትብል ጽርፍያ ምዃና ብኸምኡ ዓይነት ኢኻ ትወስዳ። ጽቡቕ። ብሓፈሻ ብዛዕባ ባህሊ ሕብረተሰብ ኤርትራ ክነልዕል ከለና ከኣ ብሓፈሻ እቲ ብዛዕባ መንእሰይ ኤርትራ ኢና ነልዕል ዘለና። ኣብዚ ቅንያት እዚ ከኣ ኩሉ እቲ ጸወታ እቲ ወግዒ እውን ምስ በዓል ቅዱስ ዮውሃንስ ተኣሳሲሩ ዝኸይድ እቲ ፀወታ ናይ ኮተቴን ናይ መንእሰያትን ስለ ዝኾነ ክንዝክሮ ግድን እዩ። በቲ ታሪኽ ይኹን ወይ ድማ በቲ ባህላዊ ሸነኽ ኩሉ ገምጢልካ ንሱ ስለ ዝኾነ እቲ መንእሰይ ኤርትራ በዚ ኣጋጣሚ ክብሪ ይግብኦ እዩ ዋላ እንተልዓልናዮ እውን ኣዝዩ ደስ ዘብል እዩ። ከምዚ ዓይነት ህርመታት ዘለዎ ዋላ ኣነ እውን ደስ ይብለኒ እዩ። ዋላ እንተሃሪምክለይስ ኣነ ከማንሲ ዋላ ደስ ስለ ዝበለኒ ሰብ ገለ ንገበርኩሉ ነዚ መንእሰይ ስለ ዝበልክሲ መንእሰይ ኤርትራ ብዝሃሉ ወይሃሉ ብዘየገድስ ብዙሕ ክብርታቱ ዝዕቂ ደስ ዘብል መንእሰይ ስለ ዝኾነ እስኪ ክልተ ፍረ ዋላ ግጥሚ ክገብረሉ